ዝርዝራት ዜና ጨንፈር ሚኒስትሪ ትምህርቲ ዞባ ማእከል ኣብ ኣተገባበር ውጥን ምሕደራ ኣብያተ ትምህርቲ ዘተኮረ ሰሚናር ብ22 መስከረም ወዲቡ ኣብቲ ልዕሊ 500 ርእሰ መምሃራን ኣመሓደርቲ ኣብያተ ትምህርቲ ተሓዝቲ ንብረት ተቋጻጸርትን ተሓዝቲ ገንዘብን ዝተሳተፍዎ ሰሚናር ኣወጣጥና መደባት ስራሕን ኣተገባብርኡን ተራ ጽፈት ምሕደራ ኣብ ብሉጽነት ዓይነት ትምህርቲ ሓበራዊ ስራሕን ኣድማዕነቱን ኣብ ዝብሉ ዛዕባታት ብኣቦ ወንበር ማሕበር መምሃራን ኤርትራ መምህር ስምኦን መሓሪ መግለፂ ተዋሂቦም። ብሉፃት ተምሃሮ ንምፍራይ ተራን ኣበርክቶን መምሃራን፣ ኮሚተ ወለድን ኣገዳሲ እዩ ዝበለ መምህር ስምኦን፣ መምሃራን ንፅፈት ትምህርቲ ከም ቀዳማይ ጉዳዮም ተገንዚቦም እቲ ዝግባእ ፍልጠትን ስነ ምግባርን ከሰጋግሩ ሙያዊ ግዴታ ከምዘለዎ ገሊፁ። ኣመሓደርቲ ኣብያተ ትምህርቲ ካብ ዕለታዊ ውጥናት ጀሚሮም ክሳብ ናይ ሓሙሽተ ዓመታት ውጥናት ብምንዳፍ ምምሕዳራዊ ስራሓቶም ብግቡእ ምስ ዝዓሙ ኣብ ውፅኢትን ምሕደራዊ ገስጋስን ርኡይ ለውጢ ክመፅእ ዘሎ ተኽእሎ ልዑል ምዃኑ ተሓቢሩ። ሓላፊ ጨንፈር ሚኒስትሪ ትምህርቲ ዞባ ማእከል መምህር በላይ ሃብተጋብር ኣብ ዘስመዖ መዛዘሚ ቃል፣ ጽፉፍ ምሕደራ ኣብ ምዕዋት መስርሕ ምምሃርን ምስትምሃርን ሓጋዚ ምዃኑ ጠቒሱ፣ ኣብ ምምሕዳራዊ ስርሓት ዝተዋፈሩ መምሃራን መደባቶም ብግቡእ ብምስኣል ንኣተገባብርኡ ዝምልከት ውጥን ብምንዳፍ ከተግብሩ ኣዘኻኺሩ። ኣብ ንኡስ ዞባታት ኣራዕታን ማእከል ደንካልያን ኣብ ዝርከባ መደበራት ጥዕና ንዝነጥፉ ሞያውያን ጥዕና ኣብ ስርሖም ዝሕግዞም ናይ ሓሙሽተ መዓልታት ሞያዊ ኣስተምህሮ ተዋሂቦም። እቲ ብቐንዱ ኣብ ጥዕና ፍርያምነት ዘተኮረ ኣስተምህሮ፣ እቶም ሞያውያን ጎኒ ጎኒ ዕለታዊ ስርሖም ንዘካይድዎ ጎስጓስ ዝድርዕ ኮይኑ፣ ንኣገዳስነት ኣረሓሒቕካ ምውላድን ኣብ ጥዕና ኣደ ዘለዎ ተራን ዘስተምህር እዩ። ነቲ ኣስተምህሮ ዝሃበ ኣብ ጨንፈር ሚኒስትሪ ጥዕና ዞባ ደቡባዊ ቀይሕ ባሕሪ ሓላፊ ኣሃዱት ጥዕና ስድራ ቤትን ኮምን ኣቶ ቢንያም ፍስሃጽየን፣ ተገልገልቲ ኣብ ንቕሓት ዝተሞርኮሰ ኣፍልጦ ምስ ዝህልዎም ነቲ ድሕነት ኣደን ህጻንን ንምውሓስ ኣብ መደበራት ጥዕና ዝወሃብ ኣገልግሎት ዝያዳ ከሕይል ከም ዝኽእል ገሊጹ። ተሳተፍቲ ብወገኖም በብእዋኑ ዝወሃብ ስልጠናታት ነቲ ዘካየድዎ ጎስጓሳት ዝያዳ ስለ ዘዕምቖ ብዝሓየለ ክቕጽል ተማህጺኖም። ማሕበራዊ ፍትሒ ንምንጋስ ኣብ ክሉ ከባቢታት ሃገር ሰፊሕ ልምዓታውን ትሕተ ቅርፃውን መደባት ይሰላሰል ኣሎ። ኣብ ንኡስ ዞባ ሓመልማሎ ተጠቃምነት ትካላት ማሕበራዊ ኣገልግሎት ንምዕባይ ዝዕመም ዘሎ ስራሕ ድማ ኣካል ናቱ እዩ። ኣርሴማ ኣስመሮም ዘዳለወቶ ፀብፃብ ሻም ተወልደ
ኣብ ንኡስ ዞባ ሓመልማሎ ተጠቃምነት ህዝቢ ኣብ ትካላት ማሕበራዊ ኣገልግሎት ንምዕባይ ዝካየድ ፃዕሪ ብዝሓየለ ከምዝቕፅል ኣመሓዳርቲ ንኡስ ዞባ ኣቶ ያቆብ እድሪስ ገሊፁ። ንኤሪና ኣብ ዝሃቦ ሓበሬታ ኣቶ ያቆብ፣ ከም ኣካል ናይቲ ማሕበራዊ ፍትሒ ንምንጋስ ዝሰላሰል ዘሎ ልምዓታውን ትሕተ ቅርፃውን መደባት ኣብቲ ንኡስ ዞባ እውን መሰረታዊ ኣገልግሎታት ትምህርቲ፣ ጥዕና፣ ማይን መጓዓዝያን ተዋዲዶም ኣብ መነባብሮ ህዝቢ ዝምስገን ኣስተዋፅኦ ይገብሩ ምህላዎም ሓቢሩ። ብመሰረት እቲ ሓበሬታ፣ ሩባ ዓንሰባ ንሽዱሽተ ምምሕዳራት ከባቢ ሰንጢቑ ስለ ዝሓልፍ፣ ብጸሓያዊ ጸዓት፣ ድሪልን ኤለትሪክን ዝሰርሓ ነቑጣታት ማይ ተዋዲደን፣ ሰማንያ ሚእታዊት ካብ ነበርቲ ጽሬቱ ዝተሓለወ ማይ ክሰትዩ ከም ዝበቕዑ፣ እቶም ዝተረፉ ድማ ኣብ ዝጥዕም ከባቢታት ብምጥርናፍ ከም ዝዋደደሎም ንምግባር ይስራሕ ኣሎ ከም ዘሎ ኣብሪሁም። ኣብቲ ንኡስ ዞባ ካብ ቅድመ ትምህርቲ ክሳብ ካልኣይ ደረጃ ዝተዘርግሓ ዕስራን ሸውዓተን ኣብያተ ትምህርቲ ከምዘለዋ ዝጠቐሰ ኣቶ ያቆብ፣ ነቶም ናይ ትምህርቲ ዕድላት ዘይረኸቡ ከምዝረኽቡ ንምግባር ንቑሕ ተሳትፎ ሕብረተሰብ ወሳኒ ምዃኑ ኣገንዚቡ። ብዘይካ'ዚ ኣብ ፈለዳርብ ንሰለስተ ምምሕዳራት ከባቢ፣ ኣብ ሓመልማሎ ድማ ንኣርባዕተ ምምሕዳራት ከባቢ ዘገልግላ ክልተ ማእከላት ጥዕና፣ ኣብ ሊበና'ውን ሓንቲ መደበር ጥዕና ከምዘለዋ ዝሓበረ ኣቶ ያቆብ፣ ኣብ ግዝግዛ ናይ ቀዳማይ ረድኤት ትካል ንክትዋደድ መደብ ከምዘሎ ኣፍሊጡ። ንኣገልግሎት መጓዓዝያ ብዝምልከት ድማ ኩለን ምምሕዳራት ከባቢ ትሕተ ቅርጺ ጽርግያ ስለዘለወን ንህዝቢ ስሩዕ ኣገልግሎት ዝህባ ዕስራ ንኣሽቱ ኣውቶቡሳት ከምዘለዋ ገሊጹ። እዚ ከምዚ ኢሉ እንከሎ፣ ፍለዳርብ፣ ሊበናን ሓመልማሎን ተጠቀምቲ ኣገልግሎት ኤለትሪሲቲ ክኾና እንከለዋ፣ ንገንፈሎም፣ ግዝግዛ፣ ዝሮን፣ በረከንትያ፣ ደገምራድ፣ ከምኡ'ውን ኣብቲ ከባቢ ንዝካየድ ልምዓታዊ ጀራዲን ዝውዕል መስመር ተዘርጊሑ ምህላዉ ኣነጺሩ። ኣመሓዳሪ ንኡስ ዞባ ሓመልማሎ ኣቶ ያቆብ እድሪስ ኣብ መወዳእታ፣ ህዝቢ ንዝተዋደደሉ ኣገልግሎታት ብዝግባእ ክጥቀመሉን ክከናኸኖን ተላብዩ። ኣብ ካልኣይ ደረጃ ቤት ትምህርቲ ዋርሳ ይከኣሎ ሳዋ ብቕዓት ደቂ ኣንስትዮ ተምሃሮ ንምሕያልን ኣብ ኩሉ መዳይ ተወዳደርነተን ክብ ዝብሉ ባይታ ንምጥጣሕን ዝሕግዝ ኣስተምህሮ ብዓሰርተን ዒስራን ሓደን መስከረም ተዋሂቦም። እቲ ኩለን ደቂ ኣንስትዮ ኣባላት ሰላሳን ሓደን ዙርያ ሃገራዊ ኣገልግሎት ዝተሳተፎ ኣስተምህሮ ኣብ ኣገዳስነት ኣካዳሚ ኣብ ውልቃውን ኮማውን ዕቤትን ምዕባለን ሜላታት ኣጸናንዓ ትምህርትን ጾታን ማዕርነትን ከምኡውን ረብሓታት ሓበራዊ ህይወት ዘተኮረ እዩ ነይሩ። መምህር ኣሚራ ኣልኣሚን ንኣገባብን ሜላን ኣጸናንዓ ብዝምልከት ኣብ ዝሃበቶ ኣስተምህሮ፣ ዘዕግብ ውጽኢት ንምርካብ ነፍሲ ወከፍ ተመሃራይ ካብ ምጅማር ትምህርቲ ኣትሒዙ ግዜኡ ብዝግባእ ብምምርቓሕ ተዛንዩ ከጽንዕ፣ ኣብ ቅድሚኡ ንጹር ዕላማ ብምቕማጥ ድማ ነቲ ዝምነዮ ፍረ ንምሕፋስ ጻዕሩ ከዛይድ ብዝግባእ ጠቂሳ። መርመራ ምስ ተቓረበ ንመጽናዕቲ ኢልካ ዝካየድ ሸበድበድ ካብ ምርባሽን ምጭንናቕን ሓሊፉ ዝርከቦ ረብሓ ከምዘየለ ኣብሪሃ። ስነ-ኣእምሮኣዊ ምድላዋት ቀንዲ መንገዲ ዓወት'ዩ ዝበለት መምህር ኣሚራ፣ መደባት መጽናዕቲ ብዝግባእ ምስራዕ፣ ካብ ጸቕጢ ምርሓቕ፣ እወታዊ ኣተሓሳስባ ምስራጽ፣ ጉጅላዊ ኣጸናንዓ ምትእትታው፣ ከምኡ'ውን ንመጽናዕቲ ዝዕምተካ ምቹእ ቦታን ግዜን ምምራጽን ርእሰ ተኣማንነት ምምዕባልን ኣብ እትሕልኖ ዕላማ ከብጽሓካ ዝኽእሉ ሜላታት ምዃኖም ብሰፊሕ ኣረዲኣ መምህር ኣሚራ ኣብ መወዳእታ። መምህር ኣብ ዝገልጸሉ እዋን ብግቡእ ተኻታቲልካ መዘኻኸሪ ዝኾነካ ነጥብታት ምጽሓፍን ንዘይተረድኣካ ካብ መምህርካ ይኹን ካብ መዛኑኻ ሓቲትካ ንኽትፈልጥ ምጽዓርን ኣብ ምብራኽ ፍልጠትካ ርእሰ ተኣማንነትካን ልዑል ግደ ከም ዘለዎ ብምሕባር፣ ተመሃሮ ብሓፈሻ ደቂ ኣንስትዮ ድማ ብፍላይ ንጹር ራእን ዕላማን ሒዞም ጻዕሮም ከዛይዱ መኺራ። ናይ ተጠቃምነት ዕለቶም ዝሓለፈ ሃለኽቲ ኣብ ጥዕና ከቢድ ሃስያ ስለዘውርዱ ህዝቢ ሳዕቤናቱ ተገንዚቡ ኣረጋጊፁ ክዕድግን ንዝምልከቶ ኣካል ብቕልጡፍ ክሕብርን ጨንፈር ምቁፅፃር ሕግን ስርዓትን ዞባ ማእከል የዘኻኽር ኣሎ። ወኪል ኤርና ናዝሬት በይን ዘዳለወቶ ፀብፃብ ሸዊት ክብርብርሃን። ጨንፈር ምቁጽጻር ሕግን ስርዓትን ዞባ ማእከል፣ ህዝቢ ኣብ ናይ ተጠቃምነት ግዜ ዝዕድጎ ሃለኽቲ ጥንቃቐ ክገብርን ከስተውዕልን ጸዊዑ። እቲ ጨንፈር ንኤሪና ኣብ ዝሃቦ ሓበሬታ፣ ናይ ተጠቃምነት ዕለቱ ዝወደቐ ዓይነታት መግብን ናይ ደቂ ኣንስትዮ መመላኽዕን ኣብ ጥዕና ከቢድ ሃስያ ስለ ዘውርድ፣ ዓደግቲ ዝፈርየሉን ዘብቅዓሉን ዕለታት ኣረጋጊጾም ክዕድጉን ሓሲሩ ኢሎም ግዚኡ ዘሕለፈ ካብ ምጥቃም ክቑጠቡን ተላብዩ። ረኺብና ኢለን ካብ ኮስመቲክስ ገዚኤን ክጥቀማ ከም ዘይብለን፣ ኣብ ትሕቲ ምክታል ሓኪም ዝሽየጥ ንብረትሲ ኣብ ፈቕዶ ድኳን ክርከብ ከም ዘይብሉ፣ ህዝቢ ኣብ ጎደና ብሕሳር ረኺበ ኢሉ ዝኾነ ነገር ክገዝእ ከም ዘይብሉ፣ ከምኡ ከጋጥሞ ከሎ ድማ መዓልቱ ዝሓለፈ ንብረት ከጋጥሞ ከሎ ድማ ብኣጋ ናብ ቤት ጽሕፈት ጨንፈር ሕግን ስርዓትን መጽዩ ሓበሬታ ክህብ ሕጂ ብዝያዳ ተጠቃሚ እዩ ተቆፃፃራይ እምበሪ ተቆፃፀርቲ ኣይኮነን ከፅርይዎ ዝኽእሉ እቲ ተጠቃማይ ህዝቢ ዝያዳ ተቆፃፃራይ ክኸውን ዘለዎ ዝብል። ግዚኡ ዝሓለፈ ሃለኽቲ ምስ ዘጋጥም ተገልገልቲ ግዜ ከይወሰዱ ንዝምልከቶ ኣካል ክሕብር ዘዘኻኸረ እቲ ጨንፈር፣ ነጋዶ እውን ናይ ተጠቃምነት ዕለቱ ዘብቀዐ ንብረት ምሓዝን ምሻጥን ብሕጊ ከምዘሕትቶም ተገንዚቦም ብኣጋ ከወግንዎ ፀዊዑ። ዝኾነ ግዚኡ ዘሕለፈ ንብረት ዋላ ቀለም ናይ መኪና እውን ይኹን ዘይሕጋዊ መኽሰብ ንምርካብ ወይ ዘይሕጋዊ እቶት ንምርካብ ዝግበር ስለ ዝኾነ ኣብቲ ተጠቃሚ ድማ ሳዕቤን ዘምፅእ ስለ ዝኾነ ኩሉ እዩ ዝተሓዝ ሓደ በዓል ትካል ዝተበላሸወ ንብረት ኣለኒ ኢሉ ባዕሉ ክውግኖ የብሉን ንጨንፈር ሕጊ ስርዓትን ብፅሑፍ ኣፍሊጡ ጨንፈር ሕግን ስርዓትን ድማ ምስ መሻርክቲ ኣካላት ኮይኑ እዩ ክውግኖ ዘለዎ እንድሕር ብኢደ ዋኑን ወጊንዎ ሓደ እዞም ስኢሎም ናይ ጎደና ተጠቀምቲ ረኺቦም ኣብ ልዕሊኦም ጉድኣት ክወርድ ይኽእል እዩ ክሸጥ ዝኽእል እንድሕር ኮይኑ ዋኑ ብዕሽጉ እንድሕር ረኺቦ ድማ መሊሱ ናብ ዕዳጋ ክውዕል ስለ ዝኽእል ዝያዳ ወሃብቲ ኣገልግሎት ትካላትን እዞም ሰብ ድኳናትን ዘለዎም ንብረት መዓልቱ ዘሕለፈ ናብ ጨንፈር ሕግን ስርዓትን ከረክብዎ ይግባእ። ተቖፃፀርቲ ዘይሕጋዊ ንግዲ ኣብ ዝሃብዎ ሓበሬታ ጥዕናን ህይወትን ዜጋታት ብሓፈሻ ናይ ህፃናት ድማ ብፍላይ ምድሓን እቲ ብቐዳምነት ዝጥምትዎ ምዃኑ ብምሕባር ነብሲ ወከፍ ነጋዳይ ይኹን ተገልጋላይ ጥንቃቐ ከዘውትሩ ተማሕፂኖም። መብዛሕትኦም ብምድንጋር ዝፈጥርዎ ነገራት እዩ ማለትሲ ኣለኹ እንዳበሉ ዝበፅሖም ነገር እዩ ካብኡ ሓሊፉ ግን ኮነ ኢልካ ነዚ እቲ መዓልቱ ክቐርብ ከሎ ንጎደና ተውፅኦ እሞ ኣብቲ ጎደና ሕጂ ከምዞም ትሪኦም ዘለኹም ቆልዑ እዮም ክሸጥዎ ዝውዕሉ እዞም ትሪኦም ዘለኹም ቆልዑ ካባላ ሓንቲ ፍልጦ ይብሎን ሓላፍነት እውን ክስከሙ ይክእሉን እዮም በዚ ምክንያት እዚ እቲ ዝፈልጥ እቲ ዝነግድ እቲ ዝሸይጥ ንንብረቱ ብግቡእ ክከታተል ክኽእል ኣለዎ ብዓብኡ እቶም ነጋዶ እቶም ነጋዶ ሕልና ክገብሩ ኣለዎ በሃላይ ተወሳኺ እቲ ሕብረተሰብ ከዓኒ ነቲ ዝወስዶ ኣቕሓ ኤክስፓየር ደይቱ ማዕረ ክንደይ ወዲቑ ድዩ ኣይወደቐን ኣፍልጥኡ ክብርኽ ኣለዎ። ወነንቲ ትካላት ድማ ሳዕቤናት መዓልቱ ዘሕለፈ ሃለኽቲ ስለ ዝግንዘቡ ምስ ጨንፈር ምቁጽጻር ሕግን ስርዓትን ንምትሕብባር ዘለዎም ድልውነት ኣረጋጊጾም። ክንገዝእ ከለና ኣጠንቂቕና ንገዝእ። ቅድሚኡ ግን ናይ ሕግን ስነ ስርዓትን ተቖጻጸርቲ ብደንቢ እዮም ዝቖጻጸሩና። እቲ ህዝብና ከኣ ከማርረና ኣይንደልዮን። ኤክስፓየር ወይ ከኣ ዝወደቐ፣ ዝተባላሸወ ክንሸጠሉ ኣይንደልን። ይከታተሉና ንሕና ከኣ ማስ ጉድለትና ንእርም ድሕር ተጋጊና ኣለና እምበር። ንርኢ ኢና ኤክስፐየር ምጹና ዩ ወርሓዊ። እዚ ከምዚ ኢሉ እንከሎ ኣብ ዞባ ማእከል ኣብ ዝነጥፋ ትካላት ዝተረኽበ ናይ ተጠቃምነት ዕለቱ ዝወደቐ ዓይነታት መግቢ፣ መመላኽዒ ደቂ ኣንስትዮ፣ ሳምና ናይ ነብሲ ከምኡ'ውን ፌስታላት ብ ዕስራን ሓደን መስከረም ኣብ ቅድሚ ዝምልከቶ ኣካል ተቓጺሉ። ኣብ ንኡስ ዞባ ሰገነይቲ ነበርቲ ምምሕዳራት ከባቢ ሔቦን ዓዲ ቆንፀን ብውሕጅ ክራማ ዝተባላሸወ ካብ ሰገነይቲ ናብ ዓድታቶም ዘእቱ ዓሰርተ ክልተ ኪሎ ሜትር ፅርግያ ብወፈራ ይፅግኑ ኣለዉ። ኣብቲ ካብ ዓሰርተ ክልተ መስከረም ጀመረ ስራሕ መዓልታዊ ሓሙሽተ ሚእትን ሓምሳን ሰባት እናወፈሩ ኣድማዒ ስራሕ ይዓሙ ከምዘለዉ ወኪል ኤሪና ሓቢሩ። ነበርቲ ኣብ ዝሃብዎ ርኢቶ፣ እቲ መስመር ኣገልግሎት ከየቋርጽ ዓመታዊ ዓቕሞም ዘፍቅዶ ጽገና ከም ዝገብርሉ ብምሕባር፣ መሰረታዊ ፍታሕ ንምምጻእ ዝምልከቶም ኣካላት ደገፍ ክገብርሎም ተላብዮም። ኣብቲ መስመር ዝርከባ ካልኦት ዓድታት'ውን ተመሳሳሊ ስጉምቲ ይወስዳ ከም ዘለዋ እቲ ዝበጽሓና ሓበሬታ ብተወሳኺ የመልክት። ካብ ሰገነይቲ ንሸነኽ ምብራቕ ዝዝርግሓ ጽርግያ ሰገነይቲ፣ ሔቦ ንዓድታት ዓዲ ዒላ፣ ዓዲ ፍኒዕ፣ ዓዲ ቆንጽን ሔቦን የገልግል። ድሕሪ እዛ ትስዕብ ሓጻር መሰጋገሪት ዘኹበርኩም ተዓዘብትና ሃግራዊ ዜናታት እዩ ክስዕብ ምሳና ጸንሑ። ኤርትራውያን ተቐዳድምቲ ዓወት ሃብቶም፣ ሳይሞን ሙሴ፣ ዘመንፈስ ሰለሙንን መሓሪ ተስፋጼንን ኣብቲ ትማል ምሸት ኣብ ኖርወይ ከተማ በርገን ዝተኻየደ ሻምፕዮን ቅድድም ብሽክለታ ዓለም ዓመተ ክልተ ሽሕን ዓሰርተ ሸውዓተን ኣብ ናይ ትሕቲ ዕስራን ሰለስተን ዓመት ውድድር ተሳቲፎም። ኣብቲ ሚእትን ተስዓን ሓደን ኪሎሜተር ዝሸፈነን ካብ መጀመርያ ክሳብ መወዳእታ ትንፋስ ዘይሃበን ውድድር ዓወት ሃብቶም ዝነኣድ ብቕዓት ኣንጸባሪቖም። እቲ ተቐዳዳማይ ብሓፈሻ ብዘካየዶ መጥቃዕቲ ብሉጽ ኣጥቃዒ ናይቲ ናይ ሓደ መዓልቲ ውድድር ተባሂሉ ኣብ ፖድየም ብምድያብ ማልያ ተሸሊሙ። ነቲ ውድድር ፈረንሳዊ በይኖልት ኮንስፍሮይ እዩ ተዓዊትሉ። ምስ ፈረንሳዊ ኮንስፍሮይ ቅጽበታዊ ውድድር ዘካየደ ጀርመናዊ ሌናርድ ካምና ካልኣይ ክወጽእ እንከሎ ዴኒማርካዊ ካልበርት ስቨንጋርድ ድማ ብሰለስተ ካልኢት ተቐዲሙ ሳልሳይ ኮይኑ። ኮንስፍሮይ ነቲ ርሕቀት ብኣርባዕተ ሰዓት ኣርብዓን ሸሞንተን ደቒቕን ዕስራን ሰለስተን ካልኢትን እዩ።

ይፍለጥ። ሻምፕዮን ቅድድም ብሽክለታ ዓለም ፅባሕ ሰንበት ብዝካየድ ናይ ዓበይቲ ናይ ፅርግያ ውድድር ክዛዘም እዩ። ፅባሕ ሰንበት ናይ ካልኣይ እግሪ ግጥም ናይ ጎባልል ጎብለል ጋንታታት ኩዕሶ እግሪ ዞባ ማእከል ኣብ ስታዲዩም ኣስመራ ክካየድ እዩ። ዝሓለፈ ሰሙን ኣብ ዝተኻየደ ቀዳማይ እግሪ ቀይሕ ባሕሪ ሓደ ባዶ ተዓዊታ ምንባራ ኣይርሳዕን። ፅባሕ ሰንበት ኣብ ዝካየድ ካልኣይ ናይ ፍፃመ ፀወታ ቀይሕ ባሕር ነዛ ዋንጫ ክትዓትር እንተደኣ ኮይና ዓወት ወይ እውን ማዕረ ከዋፅኣ እዩ። ሻምፕዮን ዞባ ማእከል ዝኾነት ክለብ ደንደን ነዛ ዋንጫ ክትምንዝዓ እንተደኣ ኮይና ግድነት ክትዕወት ኣለዋ። እዘን ክለባት ኣብዚ ዓመተ ስፖርት ጥራይ ንሻብዓይ ግዜኤን እየን ዝራኸባ ዘለዋ። ኣብ መኽፈቲ ውድድር ሻምፕዮን ብፈደሬሽን ኩዕሶ እግሪ ዞባ ማእከል ዝተዳለወት ዋንጫ ንምውሳድ ኣብ ዝተኻየደ ግጥም ደንደን ብፍጹም ቅላዕ ረቲዓ ዋንጫ ዓቲራ እያ። ኣብ ግጥም ቀዳማይ እግሪ ሻምፕዮን ሓደ ብሓደ ተፈላልየን ኣብ ግጥም ኣውዲቕካ ምሕላፍ ዋንጫ ናጽነት ክልተ ሽሕን ዓሰርተ ሸውዓተን ቀይሕ ባሕሪ ሓደ ባዶ ተዓዊታን ደንደን ገሊፋታ። ኣብ ግጥም ካልኣይ እግሪ መዛዘሚ ውድድር ሻምፕዮን ክልተ ሽሕን ዓሰርተ ሽዱሽተን ዓሰርተ ሸውዓተን ደንደን ሰለስተ ብሓደ ብምብርታዕ ንኻልኣይ ግዜ ኣከታቲላ ዘውዲ ሻምፕዮን ዞባ ማእከል ደፊኣ። ኣብ ግጥማት ኣውዲቕካ ምሕላፍ ዘዋሪት ዋንጫ ዞባ ማእከል ቀይሕ ባሕሪ ብፍጹም ቅላዕ ተዓዊታ። ኣብ ግጥም ቀዳማይ ግርድማ ዝናብ ዝሓለፈ ሰሙን ዋንጫ ጎባልል ዞባ ማእከል ክልተ ሽሕን ዓሰርተ ሸውዓተን ቀይሕ ባሕሪ ሓደ ብ ባዶ ተዓዊታ ነይራ። ጽባሕ ሰንበት ኣብ ዝካየድ ናይ ካልኣይ እግሪ ጸወታ ድማ መን ትዕወት ስታድዩም ኣስመራ ክምልስ እዩ። ግጥማት። ኣብ ዜናታት ወጻኢ ኮሚሽን ምርጫ ኬንያ ብሸሞንተ ነሓሰ ኣብ ዝተኻየደ ፕረዚደንታዊ ምርጫ እታ ሃገር ሸፈጥ ከምእተፈጸመ ከምዘረጋገጸ ድሕሪ ምግላጹ ብዓሰርተ ሸውዓተ ጥቅምቲ ዝቖጸሮ ዳግማይ ምርጫ ንትሽዓተ መዓልታት ተናዊሑ ናብ ዕስራን ሽዱሽተን ጥቅምቲ ከም እተሰጋገረ ኣፍሊጡ። እቲ ኮሚሽን እቲ ናይ ግዜ ምንዋሕ ምድላዋት ንምጽፋፍ ዝዓለመ ምዃኑ'ዩ ገሊጹ። እዚ ኣብ መንጎ ፕረዚደንት ኡሁሩ ኬንያታን መራሒ ተቓዋሚ ሰልፊ ራይል ኦዲንጋን ዝካየድ ፕረዚደንታዊ ምርጫ ኣብታ ሃገር ፖለቲካዊ ፍልልይ ዝጠንቁ ዓሌታዊ ግጭት ከየለዓዕል ተሰጊኡ ከም ዘሎ'ዩ ዝግለጽ። ኣብቲ ዝሓለፈ ወርሒ ነሓሰ ዝተኻየደ ፕረዚደንታዊ ምርጫ ፕረዚደንት ኡሁሩ ኬንያታ ሓምሳን ኣርባዕተን ሚእታዊት ድምጺ ብምርካብ ነቲ ኣርብዓን ኣርባዕተን ሚእታዊት ድምጺ ዝረኸበ ራይል ኦዲንጋ ከም ዝሰዓሮ'ኳ ተገሊጹ እንተነበረ፣ ኮሚሽን ምርጫ ኬንያ ግን እቲ ምርጫ ሓላፍ ዘላፍ ከም ዝነበሮ ብምግላጽ ንውጽኢቱ ከም ዝሰረዞ ይፍለጥ። ኣብ ክልተ ሽሕን ሸውዓተን ኣብ እዋን ፕረዚደንታዊ ምርጫ ኬንያ ብዝተለዓዓለ ግጭት ብውሕዱ ሽሕን ክልተ ሚእትን ሰባት ከም እተቐትሉን ጸጥታዊ ቅልውላው ከም እተፈጥረን ዝዝክር ተዓዘብቲ ሕጂ'ውን እታ ሃገር ናብ ተመሳሳሊ ቅልውላው ከይትወድቕ ስግኣት ከም ዘሎ'ዩም ዝሕብሩ። ድሮን ፕረዚደንት ኡሁራ ኬናታ ንደገፍቱ ኣብ ዘስምዖ መደረ፣ ኮሚሽን ምርጫ ኣብ ልዕሊ ድምጺ ህዝቢ ዕልዋ የካይድ ኣሎ ክብል ከሲሱ። ቻይና ብመሰረት'ቲ ብባይቶ ጸጥታ ሕቡራት ሃገራት ኣብ ልዕሊ ሰሜን ኮርያ ዝጸንዐ ሓድሽ እገዳታት፣ ናብታ ሃገር ክትገብሮ ዝጸንሐት ሰደት ነዳዲ ክትንክዮ ምዃና ብ ዕስራን ሰለስተን መስከረም ኣፍሊጣ። ሚኒስትሪ ንግዲ ቻይና ኣብ ወግዓዊ መርበብ ሓበሬትኡ ኣብ ዝለጠፎ መግለጺ፣ ካብ ዝመጽእ ወርሒ ጥቅምቲ ኣትሒዙ ናብ ሰሜን ኮርያ ክካየድ ዝጸንሐ ናይ ልዕሊ ክልተ ሚልዮን በርሚል ኣብ ዓመት ሰደድ ዝተጻረየ ነዳዲ ብኣስታት ዓሰርተ ሚእታዊት ክጎድል ምዃኑ ሓቢሩ። ብዘይካ'ዚ፣ ሰደድ ፈሳሲ ጋዝን ካልእ ተቐጸልቲ ባእታታትን ናብ ሰሜን ኮርያ ከምኡ'ውን እቱዋት ፍርያት ሰሜን ኮርያ ዝኾነ ውጽኢት ኣጭርቕቲ ሙሉእ ብሙሉእ ክእገድ ምዃኑ ገሊጹ። ከም መልሰ ግብሪ ናይቲ ሰሜን ኮርያ ዘካየደቶ መበል ሻድሻይ ፈተነ ኒዩክለሳዊ፣ ባይቶ ጸጥታ ብዘጽንዖን ቻይና ዝደገፈቶን ሓድሽ እገዳታት፣ ዓበይቲ ባንክታት ቻይና ንሰሜን ኮርያውያን ዓመራውን ዝገብርኦ ዝነበራ ንግዳዊ ምልውዋጥ ከምዘቋረጾ ጸብጻባት ይሕብሩ። ቀንዲ መሻርኽቲ ሰሜን ኮርያ ምዃና እትግለጽ ቻይና፣ ኣብ ልዕሊ ሰሜን ኮርያ ጸቕጢ ክትገብር ብኣህግራዊ ማሕበርሰብ ብሓፈሻ፣ ብኣሜሪካን መሻርኽታን ድማ ብፍላይ ተደጋጋሚ ጻውዒት ክቐርበላ ምጽንሑ ይግለጽ። እንተኾነ ግን ቻይና ብባይቶ ጸጥታን ኣካላቱን ዝጸደቐ እንተዘይኮይኑ ቤናዊ እገዳታት ከምዘይትቕበሎ ብምጥቃስ፣ እቲ ተፈጢሩ ዘሎ ሓደገኛ ምትፍናን ብእገዳን ጸቕጥን ዘይኮነ ብዲፕሎማስያዊ መዳይ ጥራይ ክፍታሕ ከምዝኽእል'ያ ክትጉስጉስ ጸኒሓ። ኢራን ናብ ዕስራን ሰለስተን መስከረም ኣብ ዘውግሕ ለይቲ ዕውት ዝበለቶ ፈተነ ፓለስቲክ ሚሳይል ከም ዘካየደት ሓቢራ እዚ 200 ኪሎ ሜትር ከም ዝውንጨፍ ዝተገልጸ ሚሳይል ዕላምኡ ብልክዕ ናብ ምውቃዕ ተኽእልኡ ልዑል ከም ዝኾነ ወተሃደራውያን ክኢላታት ኢራን ገሊጾም። ፕረዚደንት ሓሰን ሩሓኒ ሃገሩ ምዕባል ኒክለሳዊ መደባታ ከም እተሐይሎ ብ22 መስከረም ንሰራዊት ሃገሩ ኣብ ዘስምዖ መደረ ምሕባሩ ይፍለጥ። ኢራን ኣብ ምክልኻል ታዕሊም ሚሳይል ከተማዕብል ልኡላዊ መሰላ ምዃኑ ዝሓበረ ፕረዚደንት ሩሓኒ፣ ንትግባረኡ ካብ ዝኾነት ሃገር ፍቓድ ከምዝይጽበ'ውን ኣነጺሩ። እታ ሃገር መልሰ ግብሪ ናይቲ ኣመሪካ ኣብ ልዕሊኣ ተጽድቖ ዘላ በይናዊ እገዳታት፣ ፈተነ ባሊስቲክ ሚሳይል ክተካይድ ከምእትኽእል ከተጠንቅቕ ጸኒሓ'ያ። እዚ ከምዚ'ሉ እንከሎ፣ እዚ ኣመሪካ ትወስዶ ዘላ ስጉምድታት ንስምምዕ ኒክለሳዊ መደባት ኢራን ኣብ ሓደጋ ዘእቱ ምዃኑ ሩስያ ገሊጻ። ኢራን ኒክለሳዊ መደባታ ደው ከተብል ኣብ ክልተ ሽሕን ዓሰርተ ሓሙሽተን ምስ ሓሙሽተ ሓያላት ሃገራት ዓለም ኣብ ስምምዕ ከምዝበጽሐት ይዝከር። ፕረዚደንት ፈረንሳ ኢማኑኤል ማክሮን፣ ነቲ ሓያል ተቓውሞ ገጢምዎ ዝቐነየ ሓድሽ ሕጊ ዕዮ ሃገሩ ብ ዕስራን ክልተን መስከረም ብኽታሙ ኣጽዲቕዎ። እቲ ስጉምቲ፣ ፕረዚደንት ማክሮን ናብ ስልጣን ድሕሪ ምምጽኡ፣ ቁጠባ ንምብርባር ዝወሰዶ ናይ ፈለማን ኣገዳስን ተበግሶ ኮይኑ ከምዘሎ ናይ ቀረባ ተዓዘብቲ ሓቢሮም። ይኹን'ምበር፣ እቲ ሕጊ ካብ ብዙሓት ፈረንሳውያን ሰራሕተኛታት ተሪር ተቓውሞ ከምዝገጠሞ ጸብጻባት የረድኡ። እቶም ተቓውሞኦም ከስምዑ ዝቐነዩ ፈረንሳውያን፣ እቲ ሕጊ ንናይ ሽቕለት ዕድላት ዘጉድልን መሰል ሰራሕተኛታት ኣብ ሓደጋ ዘእቱን ምዃኑ ብምሕባር፣ መንግስቲ ዳግመ ግምት ክገብረሉ ጸዊዖም ኣለዉ። መንግስቲ ፈረንሳ ግን እቲ ሕጊ ንጽፉፍ ምሕደራ ባይታ ብምጥጣሕ፣ ናጽነትን ውሕስነትን ኣሰራሕትን ሰራሕተኛታትን ከዕቢ ከም ዝኽእል'ዩ ዝምጉት። ፕረዚደንት ኢማኑኤል ማክሮን፣ ብዓለማዊ ቁጠባዊ ቅልውላው ብኣሉታ ተጸልዩ ዘሎ ቁጠባ ሃገሩ ንምብርባር ስጉምቲ ክወስድ ምዃኑ ክገልጽ ጸኒሑ'ዩ። ንከተማ ሓዊጃ ካብ ዳዕሽ ንምምንዛዕ ሓድሽ ውግእ ጀሚሩ ዘሎ ሰራዊት ዒራቕ ንልዕሊ ሱሳ ሚእታዊት ስፍሓት ናይታ ከተማ ከም እተቛጻጸረ ኣፍሊጡ። ነዚ ውግእ ካብ ዝጅምር ሳልሳይ ጥራይ ኣቑጺሩ። ይቕሬታ ሳልስቲ ጥራይ ኣውጺሩ ዘሎ ሰራዊት ዒራቕ ዛጊት ዓሰርተ ትሽዓተ ዓድታት ከምእተቖጻጸረ ብምሕባር፣ ኣብ ልዕሊ'ቲ ግብረሽበራዊ ጉጅለ ከቢድ ኢሉ ዝጠቐሶ ሰብኣውን ንዋታውን ክሳራ ከምዘውረደ ገሊጹ። ዳዒሽ ኣብ ዒራቕ ባይታ የብሉን ዝበለ ቀዳማይ ሚኒስተር ሓይደር ኣልዓቢዲ፣ እዚ ሓድሽ ውግእ ናይ መዓልታት ጥራይ ምዃኑ ሓቢሩ ኣሎ። ሰራዊት ዒራቕ ኣብ ዝሓለፈ ቀረባ ኣዋርሕ ብርክት ዝበላ ከተማታት ነጻ ብምውጻእ ኣብ ልዕሊ'ቲ ዕጡቕ ጉጅለ ኣገደስቲ ዓወታት ከምዘመዝገበ ጸብጻባት የረድኡ።